ኡው
ሰብ ተጸልዩ ሕማቅ ኣሎ ሰብ
ምሽተኹም እዩ ታተይ ሃይማኖት ኣለዎም እዮም ንሶም ቶም ከምኡ ዝብሉ እኮ ሃይማኖት ተድህልዎም እኮ ትምልሰሎም ኣይትመልሰሎም ሃይማኖት የብሎም ንሶም ንባዕሎም እኮ። እቲ ሃይማኖት ዘለዎ ሰብ ብዛዕባ ሃይማኖት ክሪቲሳይዝ እንተገበረ እኮ ትሰምዖ ትቕበሎ ሃይማኖት ዘይብሉ ሰብ እዚ እንታይ ሃይማኖት ብዛዕባ ሃይማኖት ናይ ሰብ ክዛረብ እዩ? ኣነ ኢሉሚናት እየ ኣባል ኢሉ- ኢሉሚናት እየ ካብ ወርሒ ሸውዓተ ሕጂ ዕለት ክልተ ኢሉሚናት እየ ኣነ ኦፊሻል ተመዝጊበ ምስኦም

ንዓለም ሰሜን ዝመርሖ ኣይፍቀድን እዩ ኣይዛረብን እየ ዝኾነ ነገር ኣይዛረብን እየ ንማንም ኣብ ኣይምልከቶም ሚስጥር ድዩ ዝደለየ ሚስጥር ጎግል ገይሩ መይል ይፅሓፍ ይሕተቶም ኣነ ይዛረብን እየ ያ እወ ኢሉሚናት ኢሎምኻ ኣይትኸፍልን ኢኻ ሞባኤል ለ ገለ ኢሎምኻ ኧረ ሰላም እዩ በጃኻ ከምቲ ናቶም ሰላም ዝህበካ ከማን የለን ዲስኮ ከትኸይድ ዲኻ
ወዲ ረዛን እዚ ሲሪየስ ነገር እዩ ግደ ንገረኒ በጃኻ እንታይ እዩ መደምኩም ሰሙ ኤርትራውያን የስ ኢት ኢዝ ዲያና የስ ኣይ ኣም ሳታኒስ ኣይ ኣም ኢሉሚናት ሶ ዋት ውልቅ ኢልኪ ክትወፂ
ከምኡ ትበል ዓዲ ትቕበል ስቕ እንደበል ንሕና ዲ ክትሕረቂ ከምኡ ትበሊ ኣነ ሓረቕኩ ንሱ ናተይ መንነት እዩ እንታይነተይ እዩ እንታይ ክትገብር ፈለው ትገብረኒ እንታይ ክትገብር ናተይ ሂወት ሚኒን ከተውፅእ ደድሕረይ ሚኒን ናይ ሂወታ ጠፊእዋ ደሎ እንታይ ይምልከተኪ ደድሕረይ ዝከይድ እንታይ ኣለኪ መን ሰዓብኒ ኢልኪ ዮር ኒክለስ ጉሩኺ ስእልኺ እንታይ ኣለኪ እቲ ንዕኡ ትከታተል እንታይ ደከታትል ኣለኪ ውልቅ ኢዱ ውፅ ካብዚ እስኺ መን ኢኺ መልኣኽ ገይርኪ መን ኢኺ እስኺ ፃድቕ ገይርኪ ዲያብሎስ ቁራፅ ሰይጣን ሰይጣውንቲ ንሰብ ተሰይጥንዎ ንስኹም ኢኹም።
ቀፅል ሕጂ ካልኣይ ከዓ ሓበሻ እዚ ወዲ ሓወቦ ወዲ ሓትኖ ዘይብሉ ሰይጣን ኣስሒትኒ ትብሉ እምበር ውሽማ ምስ ውሽማ ዶ ኮንኩም እትሓድሩ እንታይ ኮንኩም? ካብኦም እስከ ዝኸፍእ ውሽጣ- ሰይጣን የለን ካብኦም ካብኦም ዝኸፍእ ዝኸፍእ ሰይጣን ኣለይ የለን
የለን ያ ያ ኣነ ነጊረዮም እየ እኮ ኣነ እኮ ዝ- ዝስዕቦ ዘለኹ ወይ ዝመረፅክዎ ነገር እ፣ ውፅኢት ናቶም እዩ ባይደወይ ሕጂ እንድሕር ሓደ ሰብ እዚ እዩ ሂወተይ ኢልካ ከማ ብቕንዕና ኣነ ከምዚ እዩ ናብራይ ተይልካ ክተኽብሮ ጥራሕ ይድለካ ካበይ ጉዕዞ ተበጊሱ ኣብኡ በፂሑ ከዓ ናይ መን ውፅኢት ምኳኑ ከዓ ስለትፈልጥ ስቕ ክትብሎ ጥራሕ ይደለካ ንሓደ ሰብ ኣብዚ መፂኦም ፃድቕ ፃድቕ ክፃወታ ፃድቕ ፃድቕ ክትፃወቱ ግን ዘፍቅደልኩም ሰብ የለን እንታይ ንዓይ ኣይትስዓቡኒ ገዛኹም ከፊትኩም ኣብቲ ገዛኹም ድላይኩም ግበሩ ኣነ ኣብ ሂወትኩም ኣይምልከተንን ኣብ ሂወተይ ካኣ ይምልከተኩም እዚኣ ናተይ ፕላትፎርም እያ ንዓይ ዝደለየ ጥራሕ ኣብዚኣ መፅእ ንዓይ ዘይደለየ ሰዓቡኒ ይበልኩኹም ኣነ ከምዚ እየ ይበልኩኹም ከምዚ ይበልኩኹም ሂወትኩም ትገብሩ እስኺ ከ እንታይ ኺ ኣነ ኢሉሚናቴ ኣባል ኢሉሚናቴ ካብ ወርሒ ሸውዓተ ሕጂ ዕለት ክልተ ኢሉሚናቴ ኣነ ኦፊሻል ተመዝጊበ ምስኦም ፀጉሪ ከዓ ኣይምልከተኩምን እዩ ሕጂ ኢሉሚናቲ እንታይ እዮም ዝገብሩ ንዓለም ዝሰሙ ዝመርሑ ኣይፍቀድን እዩ ኣይዛረብን እየ ዝኾነ ነገር ኣይዛረብን ንማንም ኣይምልከተኩምደለየ ጎግል ገይሩ መይል ፅሓፍ ይሕተቶም ኣነ ይዛረብን እየ

እረ ሰላም ይበጃኻ ከምቲ ናቶም ሰላም ዝህበካ ከማን የለን። ዲስኮ ከትኸይድ ዲኻ?
ወዲ ረዛን እዚ ሲሪየስ ነገር እዩ ግደፈና ኣሎ ካልእና ነዕልል። ሓራይ ሓራይ በለ ሓራይ ዳያት እንታይ ደኣ ኣነ እዚ- እዚ ሰ- ገን- ገንዘብ ከቡኻ ዶ ኣዴ ሞባኣ ከተውድቕ ኣታ ነቶም ጀሆባ ኣትየ ነይረ እንዴ ዓመት ከይደ ነይረ እንዴ

እንታይ እዩ ስ- እቲ ኢሉሚናቲ ዝበሃል ሕጂ ሓረ ዝለሓስካ ሪመለ ወይ እንታይ እዩ እንታይ ምፋን እኮ ይፈልጠን እዩ ኣነ ብሰንኪ እዞም ብፍላይ ጴንጠ ኮይንኩም ኣብዚ ትፅሕፉለይ ኣይፅሓፉለይ እምባ በጃኹም ኣይትምፁ ኣይትፅሓፉለይ ብጣዕሚ እየ ፀልኣኩም ኣይትፅሓፉለይ ንዓይ ብጣዕሚ ብጣዕሚ እየ ፀልኣኩም ግን ሪስፔክት ምእንቲ ክገብረኩም ንዓይ ኣይትፅሓፉ
ያ ግደፎ በቃ ሕጂ ካልእ ናብዚ ኣቶ ምሽ ሕጂ ማሕበራዊ ክነርፅና ሕጂ እ፣ እ፣ ዓዲ ዓዲ የማዕረ ሕጂ ግደፎ መዚ ማሕበራዊ ዕላላት መዓት ኣሎ ንዑ ብዛዕባኡ ንዕልል ከልየም ነዚ ኣዶ ዓይነይ ኣነ ኣይ ሆፕ ዩ ኣር ናይስ ግሬት ፓወርፉል ውመን ምዃን ክፈልጥ እየ ኣዱ እ፣ ነገራት ምክት እዮም እዚ ኮነን ካልእ ዝሓለፍኪ ሓያል ጓል ኢኺ ባዚታት ኖርማል ዳውን ትኸውን ጓል ኣይኮነትን ስለዚ ኩላትና ንኣብ ተኽኢልና ኣጆኽና በልና ዕምበባ ክንሰድድ ወይ ከዓ ጊፍቲ ክንሰደላ ወይ ከዓ ብውሽጢ ረኺብና ሰገበ ግን ሕጂ ግን ናትና ሓገዝ ደልየሉ እዋናት ስለ ዘብቅዐ ክንምሕራ ጥራይ ዘለና ላብ ኦኬ ዶ ተራ መሲልንታ ኦኬ ፍሪ ፍሪ ፍሪ ክንገብራ ኣለና ኣዱ ግን ኣጆኺ ሓያል ጓል ኢኺ ኩሉ ግዜ እንታይ ኣሎ መሲለኪ ኣነሲ ካብ መብራህቲ ናይ ፀሓይ ናይ ወርሒ መብራህቲ እዩ ዘደነቐኒ ስለምንታይ ባበለኒ እዚኣ ዝበለፀት ሞቲቬሽን ዘላትና ሰበት እንድያ ዳውን ኮይና መዓስ ሎሚ ዳውን ኮይና ኣነ ዳውን ኮይነ ይፈልጥኒ ኣብ ርእስኻ እየ ዳውን ዳውን ኮይነ ኮይነ ትፈልጥኒ። ክስምዓካ ዝኽእል ኣነ ዳውን ኮይነ ኣይፈልጥን እየ እሞ ካብ ሓበሻ ኔቨር ኣይትሕሰቦ ቀፅል ሕጂ ተዛረብ እዚ ሰይድ ድት- ኦኬ እዚ ድትናትና ይዛረብ ያ ቀፅል ኣእወ ወዲ ረዛን ሓወይ ሕጂ ካብ ናይ ፀሓይ ሓይለሲ ናይ ወርሒ ሓይሊ ንዓይ ተደንቀኒ ስለምንታይ ተልክኒ ወርሒ ኣብ ግዜ ፀልማት እያ ትበርህ ጸሓይ ግን ኣብ ግዜ ብርሃን እያ ትደምቕ። ስለዚ ኩሉ ግዜ ሽግራትና ሕራዲ ግዜ ከም ወርሒ ኮይንና ኣብቲ ግብ ዝበለ ጸልማት ክንወጾ ክንክእል ኣለና ደኣ እምበር ጸ ኢልና ከም ጸሓይ ቀጠጠ ክንብል የብልና ቀጠጠ ክንብል የብልና ቀጠጠ ክንብል የብልና ስእተዴኽን ከዋኽብቲ ክንቆጽር ወርሕና ክንከስር የብልናን እዚ ሰብ ስቅ ኢልካ ከዋክብቲ ኣጆካ ክብለካ ዝጸንሕ በቲ ተሓቢኡ ይሓምየካ በቲ ክብለካ ዝጸንሕ በቲ ከም ጥዑይ ተመሲሉ ኣብ ውሽጥካ ኣትዩ ናይ ናትካ ናይ ገዛካ ሚስጥር ወሲዱ እዩ ዘርዎ ስለዚ እስኪ go ahead inside I know you inside you are so beautiful and hardful and womanful ያህ ኩሉ ፉልፉል ኢኻ ትብሎ ኣሕዋት ይመስለኒ ብእንግሊሽ ረዛ መዓረይ መተባብዒ ፍልፍል ያ ያ ፍልፍል መተባብዒ
በቃ እዛ ስእለይ ኣዲ- ክዓድልካያ እንተ ኮይነ ገ ከማይ ኢለ መስለኪ ስደትና ከም ናይ ኣዱ ብሌና ኢላ ፀልና ኢለ እንደ ፅቡቅ የተመኒ ሓቂ ዛረብ ትኮይና ኣዲ ማዕረይ ምክንያቱ ስደትና ሲ መሪርና ካብቲ ሎም ሰዓት ዝተዓሙ ስ- ኤርትራዊ ዶ የለ ኩሉ ከፊእዎ እስከ ረየ እንዶ ብላትካ ተጥም እስከ ብናት ክሕተት እዮም ዝጠዓመኩም ኩልኹም ልቢ ልቢ ዝበልበለ ያ ያ እሰስ ዝጠዓሙ ይምርዓዎ ፋትሑ ተመሪዖም ፋትሑ በቲኣ ገይሮም በቲኣ ኸዱ በቲኣ ኸዱ ኣቲ ሓደ ሲ ኣብዚ ንድዕለና ኣዲየ ማዕረይ ንዕላል ክኾነና እዋይ እዋይ እዋይ እዋይ ሰብ ከፊእዎ ዘሎ ግን ኣንቲ ካብ ኣዲስ ኣበባ ጓል ዓድና ኢሉ ተመሪዑ ምፃልኪ ኣብዚ ናተጸበና ዕንበባ ሒዝና እሞ ከኣ በጊዕ ሓሪድላ ቦኽሪ ፍቅርያ ኢሉ ቦኽሪ ፍቅርያ ኢሉ በጊዕ ሓሪዱ ንኺድ በሉ ንቀበላ ኢልና ኩላትና ማኪናታት ጌርና ኬድና ዕንበባ ሒዙ ዩ ኣብቲ ኣየርፖርት በቃ ተተጸበና ተተጸበና ሽዱሽተ ሰዓት ትወጽእ ጓል የላ ትኣቱ ጓል የላ ሽዑ ሓቲትናዮም ኪድ ኢልናስ ኣቱም ከምዚኣ ዝበለት ጓል ካብ ኣዲስ ኣበባ ትመጽእ ኔራትና ሕጂ ከምዛ ሰዓት እያ ትኣቱ እሞ ኣበይ ደኣ ኣላ ዋይ እሳ ኣብ ስዊዝ እኳ ወሊዳ ኢሎምና እዚ ወዲ ነዚ ኣየርፖርት ነዚ ዕምባባ ፋሕ ከብሎ ንሕና ክነጸናንዕ ኣጆኻ ኣባኻ ኣይተጀመረን እዚ ዕምበባ ፋሕፋሕ ከብሎ ኣይኮነለይን ገዛ ከይዱ ሓደ ሰብ መግቢ ከይበልዕ መስተ ጥራይ ስተ ይብለኒ ምስኡ ሓንቲ ደርፊ ትብለኒ ነይራ እንታይ ትብል ጓለይ ደመት ወይ ክልተ ሞት ኣይ ኣይ ክነልዑ ኢልና እንታይ ደኣ ክንገብር ሰብ ጉድ እንዲ ረኺቡ ጉድ ረኺቡ ሰብ ሰብ ጉድ ረኺቡ
ሰብ ጉድ ረኺቡ ሰብ ዘይጠዓሞ ሰብ ኣይጠዓሞን ኣይጠዓሞን ኣይጠዓሞን ኣይጠዓሞን ሓንቲ ከኣ ትነግረኒ ትነግረኒ ሓንቲ ከኣ ኣብ ጀርመን እያ ተቕመጥ መሓዛያ ሰለስተ ቆልዑ ውሉድ ኣውሉድ ኣቢልዋ ከመይ ዝበለ ኣቦ ይኾነልኪ ባዕለይ ቀለብ ቆልዓ ከፍለ ኢልዋስ ኣቲ ኣይቀበልዎ ንዑስ ሓዲሙ ጀርመን ከይዱ ሰለስተ ቆልዓ ገዲፍላ ጀርመን ሃዲሙ ከይዱ ከምኡ እንድዩ እንታይ ሞ ብኡ ጥራሕ ድ ተጀሚሩ ኩሎም ከምኡ እንዲዮም ዝገብሩ መብዛሕትኦም ገዲቦም ከዓ ኣሜሪካ ሃድሙ ገለ

ቡዲዝም ብዕራይ ድዮም ዝገብሩ?
ብዕራይ ጓኻ ትገብር ቡዲዝም ኣጣዕነ ግን ክሓተክ እንዶ ከምዚ ግን ኣብ ማዘር እርዝ እዮም ዝኣምኑ ንሶም ኣብ ዩኒቨርስ እዮም ዝኣምኑ እምበር ኣብ ብዕራይ ህንዲ እዮም ዝኣምኑ መስለ እንተዘይተጋገ እንድዕር ብዙሕ ርግፀኛ ኣይኮንኩ ቡድሂዝም ከምዚ ኣብ ኣብ ፊቸር ኣብ ፓስት ኣብ ዝሓለፍን ኣብ ዝመፅን ኣይኣምኑን እዮም ኣብ ፕረዘንስ እዮም ዝኣምኑ ኣብዚኣ ሰዓት እዚኣ እንታይ ኣላቶም እዮም ዝኣምኑ ኣብ ሕጂ እዮም ዝነብሩ ካልእ እንታይ እዩ ኣብ ሎሚ ኣብዚኣ ሰዓት እዚኣ እንታይ ኣላቶ እንታይ እዚኣ ዘላ ሞመንት ጥራሕ እዮም ዝነብርዋ ናይ ፅባሕ ኣይዛረቡን እዮም ናይ ዝሓለፈ እውን ኣይብሉን እዮም ካልኣይ ከዓ እንታይ እዩ ዘለዎም

ምሽደኹም እዩ ኣተይ ሃይማኖት ኣለዎም እዮም ንሶም ቶም ከምኡ ዝብሉ እኮ ሃይማኖት ተድህልዎም እኮ ትምልሰሎም ኣይትመልሰሎም ሃይማኖት የብሎም ንሶም ንባዕሎም እኮ ሓንቲ መዓልቲ ቤተክርስትያን ኮይዶም ኣይፈልጡ ዋላ ቤተክርስትያን ረጊፆም በስመ ኣም ኢሎም እውን ኣይበልዑን እዮም ከም ሰብ ማለት እዩ እምነት ተልዎም ሃይማኖት ዘለዎ ሰብ ብዛዕባ ሃይማኖት ክሪቲሳይዝ እንተገበረ እኮ ትሰምዖ ትቕበሎ ሃይማኖት ዘይብሉ ሰብዚ እንታይ ሃይማኖት ብዛዕባ ሃይማኖት ናይ ሰብ ክዛረብ ካልኣይ ነገር ኣነ ብዛዕባ ናተይ ውልቃዊ እምነታት ክዛረብ ፍቓደኛ ኣይኮንኩን። ሰዓኻ ኣጠዋውቐኒ ጸኒሕካ እምበር ኣይደልን። ሶሪ ሶሪ ሓ- ሶሪ ወዲ በዛን ሓወይ ሰራ- ዕሊለ ጥራሕ ሰራ- ኣፈልጥኣኒ።
ሶሪ ሓለይ ኣዴ ማዓረይ እ፣ ንዓኺ ዝመስል ሓደ ውድእ ወዲ ኣርግፅ የተብኺ
ኣይደልን እየ።
ተዕርብያ ከማ ብድፍና ብድፍና ኦሬዲ ዓሪባ እኮ እያ እንታይ ዓሰርተ ክልተ ዓመት እንድሕር ደኣ በይንኻ ኮንካ እኮ ትለምዶ ኢኻ እኮ
ግን እኳ ኣይፍለጥን እኮ ኣምላኽ እኳ መወዳእታ ኣብ እንታይ ትብለ ነራ ዓባይ መስለኪ ናይ ምሸት እንጀራ ሃብካ ትብልያ ትመርቀኒ ነራ
ወዲ መንጀራ ድዩ እወ እወ ረዛን ኮዲ ትደር ወዲ ማለት እንጀራ ስራሕ እያ ትኸውን ቢዝነስ ገለ ሰላም ዕረፍቲ ሓጎስ እያ ትኸውን ትብለካ ነይራ እምበር ናይ ምሸት እንጀራ ማለት ናይ ምሸት ስቃይ ክትብል ዲኻ ኣነ ባይ ዘ ወይ ከምዚ ሪሌሽንሺፕ ወይ ከዓ ሓዳር ወይ ሰብኣይ ገለ ሂወት ኢለ ኣነ ኣይኣምን እኔ እወ መሕልፎ ስቃይ ኢለ እየ ዝኣምን ካብ በይንኻ ዝጥዕም ሂወት የለን ካብ በይንኻ ዝጥዕም ሰላም የለን ብፍላይ እንድሕር ደኣ እቲ ሪቲ ውሽጥኻ እተዕርፈሉ ነገር ረኺብካ ውሽጥኻ ዘዕርፈሉ ዝ- ዝኾነ ነገር ተረኺብካ ካልእ ጥዑም ነገር የለን ግን ንሕና ከም ተፈጥሮ በይንና ምዃን ብጣዕሚ ስለ ንፈርሕ ንሕና ከም ኣነ ዝመስለኒ ብጣዕሚ ኢና ንፈርሕ በይንና ንኸይንኸውን ምስ ንዓና ዘይከውን ሰብ ኣወዳት ንኹን ኣዋልድ ምስ ንዓና ዘይተመደበልና ምሳና ፓሳ ዘይገብር ኤነርጂ ምሳና ፓሳ ዘይገብር ሰብ ንነብር ኩሉ ሂወትካ ህውከት ዕግርግር ግን በቃ ተቐቢልካዮ ምንባር በቃ ህውከት እቲ ህውከትስ በቃ ከም ናብራይ ጌርካ ተቐኖ ህውከት ናብራይ ክኸውን ኣይክእልን ንዓይ ኣነ ሰላም እየ ዝደሊ ህውከት ዕግርግር ናብራይ ክኸውን ኣይክእልን ቬንታ ሶሪ ንፈርሕ ኢና ንሕና ሕጂ እውይ በይነይ ፀልኤዮ ኣነሲ በይነይ ሓዳር ተዝገብር በይነይ በይናውነት ብጣዕሚ ንፀልኦ ግን ካብ በይናውነት ካብ ምስ ምስ ዘይከውን ንዓኻ ዘይተዋህበካ ንዓኻ ዘይ ዘይከውን ሰብ ምንባር በይንኻ ምንባር ይሓይሽ ክሳብ እቲ ናትካ ሪክቲግ ናትካ ትብሎ ነገር ክሳብ ትረኽቦ ማለት እዩ ሶ እሱ እዩ ኩሉ ግዜ ህውከትና ዕግርግር ዕምርና ይሓፅር ብኡ ዕድሚኡ ከይዱ ስለ ዝተባሃልካ ጥራሕ ሰብ ከይብሉኒ ኢልካ ምስ ዘይ- ምስ ምስ ንዓኻ ዘይኮነካ ብወላ ሓንቲ ማች ዘይትገብር ሰብ ክትነብር ገለ ብጣዕሚ እዩ ከቢድ ሰብ ዘይእቱ ኣነ ወዲ ረዛን ሓወይ እንታይ ድዩ መሲልካ ከምዚ ህዝቢ እዚ ደንዳኒ ክፉእ ህዝቢ የለን ኣብ ዓለም ምሽ ይኣትዉ ኣነ ከዓ ይእትዎም ድሓር ይበኣሱ ኮነ ኢሎም ኣብ ገዛና ይበኣሱ ኣብዚ ገዛይ ምስ ተባእሱ ሽዑ ኣብ ገዛኺ ጽሪፍክና ኢሎም ሽዑ መመኽነይታ ጌሮም ገዛ ከፊቶም ክጸርፉኻ ውዕሉ ምሉእ መዓልቲ እዚ እቲ ናቶም ድንቁርና እንድዩ so why should i ንመን ኢለ ኣነ እንታይ ኣምሲለ ሰብ እእቱ ኣብ ገዛይ በይነይ ተዛሪበ ደይወጽእ ሰብ ኣትዩ ኣብ ገዛ ተዛሪቡ እንታይ ይምለኣለይ ንዓይ so በይንኻ በይንኻ ከም በይንኻ ጥዕም የለን በይንኻ ሓሳብካ ተዛሪብካ ደስ ዝበለካ ጌርካ ትወጽእ ወላ ነቶም ነቶም ዝ- ዝዕዘቡኻ ከማን ጽቡቕ እዩ ከም ተልምዶም
ተፀብቐልኪ ምቑራፅ ፀጉሪ Thank you የቐንየለይ ኩሉኹም እቶም ፅቡቕ ትብሉ ዘለኹም ከምዚኣ ክፍኣለይ ይፈልጥ እየ። ዴቭ ግን እንታይ ኣነ ዝመክረኪ ሕጂ ዓሰርተ ክልተ ዓመት ዝገበርኪ ሓደ ንዓኺ ዝመስል ሰብኣይ ኣርግጺ ወይ ከኣ የርግጸኪ ስቅልኪ ትፍቅዲ ተሌፎንኪ ሃብዮም። ኣላህ ድረዛን ካልእ ተዛር ኣዴ ነባኪ ነባኪ ናይ ካብ ፅሞና ካብ ፅሞና ናይ ኣዴ ኩሉ እዩ ኩሉ እኳ ተሪኢኺ ኣዱ ኣይደልን እኳ እዩ ዝብል ግን ምስ ጠዓምካዮ ወዲ ፊሊንግ የብለይን ኣነ ከም ኣነ ናተይ ሕጂ ንወዲ ፊሊንግ ከመፂ ሕጂ እኳ ከመይ ዲኮን ተመሊሱ ኣሎ ከምቲ ዓሰርተ ሽዱሽተ ዓመት ምስ ኮንኪ ዶክተር ዲኻ ዶክተር ድያ እያ ኣነ ብሓቂ ወዲ ረዛን ሓወይ ብዛዕባ ደቂ ተባዕትዮ ክሓስብ ከለኹ እ፣ ትራማ ጥራሕ እዩ ውሽጠይ ብጣዕሚ ትራማ ኣለኒ ብዙሕ ትራማ ብዙሕ ሕማቕ ነገር እምበር ሓንቲ ፅብቕቲ ነገር የብለይን ስእሊ ውሽጠይ ማለት እዩ So፣ ብዛዕባ ብፍላይ ሓበሻ ወዲ ክሓስብ ከለኹ ኣይስወር ናብ ገለ ካልእ ዓለም እየ ከማን ዝኣቱ በቃ ና- ናብ ካ- ገለ ነገር ኣግረሲቭ እየ ድኾን ወላ በይነይ ኮፍ ኢለ እንታይ ንምንታይ ንመን ኢለ እሞ ኣነ እንድሕር ውሽጠይ ዘይደልዮ ነገር ኮይኑ እዚ ንመን ኢለ እየ ኣነ ዝገብሮ እቲ ዘሎ ሕቶ እኮ ንመን ኢለ እየ ዝገብሮ ንዓይ ኢለ እንድየ ዝገብሮ ኣይደልን እየ ኣይደልን እየ ድሓር ከዓ እንታይ መሲልካ ወዲ ረዛን እዚኦም ኣብዚ ዝውዕሉ እኳ እዮም ካልእ እኮ የለን እዚኦም ኣብዚ ዝፅሕፉ ዘለዉ እኳ እዮም እቶም ትብሎም ዘለካ ሓደ ካብኣቶም እኳ እዩ እዚኦም እዮም እኮ እቶም እዞም ኣብ ፅሑፉ ዘለዉ እዮም ሕጂ ንመን ኢካ መን ኢካ እቲ ደይት ትገብሮ ሰብሲ መን እዩ እዞም ኣብዚ ዘለዉ ሓደ ካብኣቶም እዩ እዚሲ ኣብዚ ኮሜንት እንዳማቱ መፂኡ ምስ ጓል ከምዚ ኢሉ ክፃረፍ ዝውዕል ከምዚ ክፅሕፍ ዝውዕል ናብ ጓልሲ ኣብ ገዛ የምፅኤዮ ንዓይ እንታይ እዩ ክገብረኒ ኣብ ሂወተይ የምፅኤዮ ንዓይ እንታይ እዩ ክገብረኒ ከይኸ ኣነ ተሪፎምን ተሪፉካ እዚሲ እንታይ እዩ ዓተር ተረፈ ጥራጥ ተረፈ ትብል ነበረት ዓባይ ዓተር ተረፈ ጥራቅ ተረፈ እንታይ መንፋሕ ተረፈ ቁሩብ ከማን ከምዚ ዝሓይሽ ሰሓቢ ገፀ ባህሪ ወይ ከዓ ስነ ልቦና ዘለዎም ሰባት ከማ ፍቅሪ ቁዓታት እያ ትባካ ኣለዉ ኩሉ ሓደ ይኮነ ክትብል ትኽእል ኢካ እዚኦም ዘይኮኑ እዚኦም ዘይኮኑ
ቻ ወዲ ብቕዓት ዘለዎ ሓበሻ ወዲ ንጓል ኣንስተይቲ ሪስፔክት ገይሩ ከነባብር ዝኽእል ንጓል ኣንስተይቲ በቃ ምሻሎ ሂወት መስሪቱ ክነብር ዝኽእል ሓበሻ ወዲ ኣሎ ዝብል እምነት የብለይን ኣነ። ምናልባት ብሕጂ ካብ ዝቕፅል ዝመፅእ ጀነሬሽን ምናልባት ዕድል ተገይሩ እንደ በዓል ደቅና ደቂ ደቅና እዚኦም እዮም እቶም ኣብዚ ዝፅሕፉ እኳ እዮም። ኣርባዕተ ሓሙሽተ ዓመት ሸውዓተ ዓመት ደድሕሪ ጓል ኣንስተይቲ ማህፀን ጓል ኣንስተይቲ ቆልዑት ክፀርፉ ዝውዕሉ ንሰብ ኣብ ዘይነበሮ ትራማን ሕማምን ገለን ዘእትዉ እዚኣቶም እዮም እኮ ኣነ ነዚኦም ኣይኮንኩን ክምርዓዎም ኣነ ካልእ ከይዛረብ ሶሪ ኣነ ከዓ ሓበሻ ወዲ ድሕሸኪ ወይ ወዲ ካልእ ጓል ካልእ ዜጋ ጓል ተትብሉና ኣነ ምስ ጓል ምተመርዓኹ ሆነስትሊ ግን ንጓል ፊሊንግ የብለይን ከኣ የኽብር እየ ግን ናይ ዝኾነ ሰብ ጓል ካልእ ዜጋሲ ምስ ጓል ዶ ሪሌሽንሽፕ ይሕሸኪ ወይ ምስ ሓበሻ ወዲ ኢልኩምኒ ምስ ጓል ይሕሸኒ ምበልኩኹም ወላ ኣብዘይ ኣብዘይደልዮ ዓለም ምኣተኹ ካብ ምስ ምስኦም ክሳብ ክንድዚ እየ ኣነ ትራማ ዘለኒ ኣብ ናይ ሓበሻ ወዲ ብሓፈሻ ኣይ ዶንት ላይክ ደም ኣወዳት ኮይኖም ኣይስምዑንን እዮም ብጣዕሚ እየ ዝፀልኦም በቲ ናይ ኮምታት በዚ ናይ ሪሌሽንሽፕ ገለ ማለት እዩ ዝፀልኦም ክብለኩም ከለኩ እቲ ተግባራቶም እቲ ክፍኣተ ግብሮም እቲ ንጓል ኣንስተይቲ ዘለዎም ዲስርስፔክት እቲ ርስሓት ገለመለ ኣይደዋንትት ሸተታት እምበር ኣነ ጥዑይ ወዲ ኣጋጢምኒ ናይ ኣይፈልጥን እዩ። ስደት እየ ኣብ ስደት እየ ዘለኹ ኣነ ኔቨር ሓደ ሓደ ጥዑይ ርአ ይፈልጥን እየ ኣነ ወላ ኣብ መንገዲ ጠጠው ኣቢልካ ሰላም ኢልካ ኸ- ሰላም ኢልካዮም ክትሓልፍ ደብህግ ባህር ዘለዎ ወዲ ከም ሓበሻ ኣነ ብሂወት ይርአ ይፈልጥን እየ። ንስኺ ጥዕይቲ ዲኺ? ሃንድረድ ፐርሰንት ጥዕይቲ እያ። ካብኡ ሓሊፉ ተሪፉስ ንስኺ ጥዕይቲ ዲኺ? ንስኽን ጥዑያት ዲኽን? ጥዑያት ኮይንና ጥዕይቲ ኮይነ ሕምምቲ ኮይነስ ኣትሊስትስ ይብለካ ኣለኹ ደቅና ነዕቢ። ኣትሊስት ሕማቓት ኮይና ጽቡቓት ኮይናሲ ካብ ደቅና ተሓቢእና ኣይንነብርን ኢና ካብ ሂወት ተሓቢእና ኣይንነብርን ኢና ሓላፍነት ከይንወስድ ዓዲ ኣይንቕይርን ኢና ኦፍኮርስ ጥዒቲ ምኽንያቱ ኣነ ሂወተይ ካብ ደቀይ ሓቢኤ ኣይነብርን እየ ምስ ደቀይ እየ ዝነብር ምስ ደቀን እየን ዝነብራ። ንስኽን ከ ጥዑያት ዲኽን? ኦፍ ኮርስ ጥዑያት ኢና። ምስቲ ኩሉ ስንፍናና፣ ምስቲ ኩሉ ዘለና ውረድ ደይብ ካብ ህይወት ካብ ደቅና ተሓቢና ኣይነብርናን ኢና። ካብ ደቅና ክንደይ ኪሎ ሜተራት ጠፊእና ኣይነብርና። ህይወትና ንደቅና ኢና ንህብ ንሕና። ግዜና ንደቅና ኢና ንህብ። መዋእልና ንደቅና ኢና ንህብ። ንደቅና ኢና መስዋእቲ እንዳኾንና ንነብር። እዚ እቲ ብልጫ። ካብ ደቅኹም እኳኹም ተሓቢእኩም ትነብሩ እስኹም ካብ ደቅኹም ግቡእኩም ከይትገብሩ ሲ ደቅኹም ከይትዕብዩ ሸውዓተ ሸሞንተ ሃገር ተሳጊርኩም ትኸዱ ሰባት እኳ ኢኹም ሪስክ ወሲድኩም ሃገራት ክንደይ ቦርደር ዘይሕጋዊ ቦርደር ቆራሪፅኩም ትኸዱ እኳ ኢኹም ካብ ደቅኹም ክትሃድሙ ካብ ዝኸፍእ መርገም እኮ የለን ኣብ ዓለም ሰብ ክርገም ከሎ እዚ መርገም ማለት እቲ ዝኸፍእ ናይ መጨረሻ መርገም ንሱ እዩ ዝሕጉሰኒ ደቂ ኣንስትዮ ካብ ሂወትና ኣይንሕባእን ኢና ካብ ደቅና ተሓቢእና ኣይንነብርን ኢና ዋላ ተሓመቀ ማለት እዩ። ካብ ውላድካ ተሓቢእካ ዶ ንበር እዩ። ኦፍኮርስ ክንደይ ክንደይ ቦርደራት ክንደይ ካብዚ ንዓዲ እንግሊዝ ክኸዱ ኣብ በረድ ነቒጾም ኣብ ፍርጂ እትዮሞም ዝሞቱ ከማን ንፈልጥ። ኣነ ዝገርመኒ ሓደ ከም ኮይኑ ሞይቱ እኮ ብ ክልተ ሽሕን ዓሰርተ ሽዱሽተን ምስ ሰበይቱ ብ ጀርመን ተባኢሱ ካብ ሰበይቱ ክሃድም ንዓዲ እንግሊዝ ኣብ በረድ ትመውት ኣብ ፍርጅ ተዓሺግካ ትመውት ክልተ ቆልዑትካ ገዲፍካ ኣብ በረድ ትመውት ታሪኽ ዘይብሉ ሞት ትመውት። ሓበሻ ሲ ሰነፍ እዩ ሰነፍ እዩ ሓበሻ ኢልኒ ኢሉ ዝጠፍእ ሰነፍ ሰነፍ ጥራሕ እየ ዝብሎ ኣነ ረዲእካ ድሓር ህሂወትና ዘለና እንታይ ኣለና እንታይ ኣለና ኣነ ምስኦም ዘራኽብ እንታይ ኣለካ ምስዚኦም ሲ እንታይ ኣለካ እዩ ዘራኽብ ምስቶም ዘድልዩካ ሰባት ንዕም ደሊኻ ትመፅእ ምስኦም ትውድነት